ኣብ ዘለኹሞ ሰላምን ጥዕናን ክኾነልኩም እናተመነኹ ሎምዓልቲ ድማ ብጣዕሚ ኣገዳሲ ዝኾነ መልእኽቲ ሒዘ መፅየ ኣለኹ ስለዚ ከምቲ ልሙድ ላይክ ኮመንት ሼር ን ሳብስክራይብ ክትገብሩ ብትሕትና ይሓትት ትማሊ ሓውና ኣገልጋሊ የማነ ኣብ ዊኒፐግ ሓንቲ ሕቶ ሓቲቱ ፖስት ገይርዋ ነይሩ ሎምዓልቲ ኣልዒልዋ ኣሎ ስለዚ ብዛዕባ እያ ክትዛረብ ተሓቶ ከምዚ ትብል ሓደ ኣገልጋሊ ኣምላኽ ተፋቲሑ ከገልግል ይኽእል ድዩ? ወይ ድማ ሓደ ኣገልጋሊ እንተ ደኣ ተፋቲሑ፣ ሓዳሩ እንተ ደኣ ተበቲንዎስ ከገልግል ይኽእል ድዩ ትብል ሕቶ እያ። ስለዚ መጀመርያ ነገር ከምዚ ዓይነት ከጋጥም ከሎ ወይ ድማ ሓደ ሰብ እንተ ደኣ ተፋቲሑ ኣብ ብርቱዕ ስቓይ፣ ኣብ ብርቱዕ ሓዘን ከሎ ሓዘን ኣይንወስኸሉ ወይ ኣይንወስኸላ። ምኽንያቱ ይትረፍዶ ተፋቲሕኻሲ ኣብ ገዛ ኣብ ዝኾነ ሓዳር ኣብ ኩሉ ሓዳር ዘይምስምማዕ ኣሎ፣ ምኩርራይ ኣሎ። ስለዚ ይትረፍዶ ፍትሕ ክትኮራረ ከለኻ እኳ ብጣዕሚ እዩ ዝኸብደካ መዓስ እዩ በቃ እዚ ኣጋጢምና ዘሎ ኩራ ወይ ድማ ዘይምስማዕ መዓስ ኢና ፈቲሕናዮ ከም ናይ ቀደም ንስሕቕ ንፃወት ኢልካ ኢኻ ትጽዕር ማለት እዩ ስለዚ ኣብቲ ፍትሕ ኣብቲ ዘለዎ ምግርጫው ድማ ቀሊል ኣይኮነን ሰብ ዝኾነ ነገር ክጋጮ ክእል ዘይክሰማማዕ ክእል ክፈላለ ክእል ንግዜኡ ክፋታሕ ድማ ይኽእል ሕጂ ነቲ ምፍታሕ ኣይኮንኩን ዘተባብዖ ዘለኹ ግን እንተ ደኣ ኣጋጢሙ እንተ ደኣ ኮይኑ ምክንያቱ ኩሉ ሰብ ሓዳር ክገብር ከሎ ክምርዓው ከሎ ክፋታሕ ኢሉ ኣይኮነን ዝምርዓው ወይ ሓዳር ዝገብር ግን ተመርዕየ በቃ ሰብ ክመስል ክወልድ ክዘምድ እቲ ሌጋሲ ዝበሃል እቲ ክብሪ ዝበሃል ካባይ ናብ ደቀይ ናብ ውልደይ ክሕልፍ ኢሉ እዩ ወይ ኢላ እያ ትምርዓው ስለዚ እቲ ጽቡቕ ሓዳር ኣምላኽ ዝመስረቶ ሓዳር ናይ ኣዳምን ናይ ሄዋንን ኣምላኽ ባዕሉ ዘጋጠሞም እኳ ጸገም ነይርዎ ምግርጫው ነይርዎ ባእሲ ነይርዎ ምቅትታል ሰብ ነይርዎ ስለዚ ከጋጥም ይኽእል እዩ ሓደ ሓደ ግዜ ሰኣን ተጠንቂቕና ምሓዝ ሓደ ሓደ ግዜ ከዓ በቃ ክልቲኦም ሰብኣይን ሰበይትን ፅቡቕ ከለዉ ኮምኒኬት ሰኣን ምግባር፣ ሰኣን ምርድዳእ እቲ ሓዳር ክፈርስ ይኽእል እዩ። እዚ ድማ ናይ ኩሉ ሰብ ሓዳር ናይ ኩሉ ሰብ ምክንያቱ መጀመርያ ነገር ሰይጣን ዝደልዮ ሓዳር ብጣዕሚ ጽቡቕ ፍርሃት ኣምላኽ ዘለዎ ፍቓድ ኣምላኽ ዘለዎ ሓዳር እዩ ሰይጣን ዝደሊ ሰይጣን ዝፈትዎ ምክንያቱ ንዝተበላሸዎ ነገር እሞ ሰይጣን ኣይትንክፎን እዩ ኦረዲ ተባላሽ እዩ ነቲ ጽቡቕ ሓዳር ነቲ በቃ ተጽዕኖ ዘሎ ሓዳር ሰላም ዘሎ ሓዳር ምሳሌያዊ ዝኾነ ሓዳር ንዕ እዮ ክብትን ዝጽዕር ሰይጣን ዝተበተነ ኣይብትን እዩ ምክንያቱ ኦረዲ ተበቲኑ እዩ ፋሕፋሕ ኢሉ እዩ ስለዚ እንታይ ክብል ደለየ ነቶም ኣብ ከምዚ ኩነታት ዘለዉ ነቶም ሓዳሮም ተበቲኖም ዘሎ እንተ ክኢልና ሓዳሮም ደው ክብል ሓዳሮም ክቐንዕ ኣነ ካብቲ ዝዓበየ ኣገልግሎተይ በቃ ብዛዕባ እዚ ጥራይ ከገልግል እንተ ዝኽእል ብጣዕሚ ደስ ብለኒ ብዛዕባ ሓዳር ምክንያቱ ጽቡቕ ሓዳር ጥዑያት ቆልዑት እዩ ዘፍሪ ሰላማዊ ሓዳር ሰላማውያን ቆልዑት እዩ ዘፍሪ ስለዚ ብዛዕባ እዚ ጥራይ እንተዝምህር ናይ ባንክ ኣካውንትኩም ሓደ ክኾን ኣሎ መደቀሽኹም ከምዚ ክኾን ኣሎ እሱ እኳ ፅቡቅ ተኾነ ግን ካብኡ ዝበልፅ ኣሎ ኣምላኻዊ ሓዳር ንኣምላኽ ዝፈርሕ ሓዳር ንየሱስ ክርስቶስ ዝመስል ሓዳር እቲ ሰብኣይ ንሰበይቱ ዘፍቅር ሓዳር፣ እታ ሰበይቲ ድማ ንሰብኣያ እትግዝኦ ሓዳር፣ ምኽንያቱ ከምኡ ኢሉ፣ ሰብኣይ ከምቲ ክርስቶስ ንማሕበሩ ዘፍቅራ፣ ንመርዓቱ ንሰበይቱ ከምኡ የፍቅራ፣ ልክዕ ከምኡ። ይቕረ ይበለላ ኣእጋራ እቲ ርስሓት ደበለ ኣብ ሓዳር ኣብ እቲ ዕጣር ደበለ ኣብ መርዓ ኣብ ሓዳር ኣብ መርዓቱ ዘሎ ይሕፀቦ ብቓል ገይሩ እግዚኣብሔር ይመስገን ሓፂቡ ድማ ይደርብዮ ይጉሓፎ ይቕረ ይበለላ ኩሉ ግዜ እግራ ይሕፀባ ምክንያቱ እግሪ መዓልታዊ ዝረስሕ ነገር እዩ መዓልታዊ ንኸደሉ ስለ ዝኾነ መዓልታዊ እንጓዓዘሉ ጉዕዞ ኣብ ጉዕዞ ምርሳሕ ኣሎ ስለዚ ኩሉ ግዜ እግራ ይሕፀባ መን እቲ ርእሲ ንሳ ድማ ከምቲ እታ ማሕበር ንክርስቶስ እታ ቤተ ክርስቲያን ንክርስቶስ እትግዝኦ ንሰብኣያ ትገዛኣዮ መዓስ ኣንኮንዲሽናል ኩሉ ግዜ ኩሉ ግዜ ትገዛኣዮ ኩሉ ግዜ ትሕት ትበል ስለዚ ሰይጣን ነዚ እዩ ከምዚ ዓይነት እምበር ከምዚ ዘይብሉ ሓዳር ኣይትንፎን እዩ ጸቡቅ ሓዳር እዩ ሰይጣን ዝደሊ በቃ ኣምላኽ ፍቓድ ኣምላኽ ዘለዎ ሓዳር እዩ ሰይጣን ዝደሊ ምክንያቱ መብዛሕትኡ ግዜ ሰባት ኣጋጣሚ እንተ ተጋጭዮም ካብ መጀመርያውን ፍቓድ ኣምላኽ ኣይነበረን ማለት ይብሉ ኖ ፍቓድ ኣምላኽ ኮይኑ ዝተመርዒኹም ፍቃድ ኣምላኽ ስለ ዝኾነ ኣብ ሓደ መጺኹም ሓደ ስጋ ኮይንኩም ግን ሓደ ሓደ ግዜ ከምቲ ዝበልክዎ ወይ ናይቲ ሓደ ጌጋይ ወይ ናይቲ ሓደ ጌጋይ ወይ ከዓ ናይ ክልቲኦም ጌጋ እውን ኣይኮነን ግን ዘይምስምማዕ ኮሚኒኬት ዘይምግባር ሓንሳብ ህድእ ኢልካ ዘይምሕላፍ ስለዚ ነዚኦም ክንወራዘየሎም ዘይኮነ ኣነ በዓል ሓዳር እየ ግን ናይ ፅባሕ ኣይፈልጦን እየ እንታይ ከም ዘጓንፈኒ ኣይፈልጥን እየ ፅቡቕ ሓዳር ኣለኒ ናይ ፅባሕ ግን ኣይፈልጦን እየ ፍፁም ኣይፈልጦን እየ እቲ ዝምካሕ ብእግዚኣብሔር ይመካሕ እዩ ዝብል ስለዚ የሕዋተይ ከምዚ ዓይነት ፀገም ኣጓኒፎም ክርኢ ከለኹ ሓዳሮም ክድግፎ በቃ ትነቕነቕ ኢሉ ዘሎ ፈሪሱ ዘሎ ክድግፎ እምበር ኖ ኣገልጋሊ እንተ ተፋቲሑ ከገልግል የብሉን ማለት ሓደ ጥዕና ዝነበሮ ኣገልጋሊ እንተ ሓሚሙ ክንሰጎድ ኢና እንተ ሸምጊሉ ክንሰጎድ ኢና እንተ ዓዊሩ ክንሰጎድ ኢና ስለዚ እውን ሓወይ እዚኣ ተኣረመላ እዚኣ ጌጋ ከም ሓደ ኣገልጋሊ መገላግልትኻ እንተ ተፋቲሑ ከድካ ክትድግፎ ብዘድልዮ ነገር ኩሉ ኣጆኻ ክትብሎ እምበር ስለ ዝተፋታሕኻስ በቃ ካብ ሎም መዓልቲ ጀሚርካ ምክንያቱ ከም ዝብሉ ሰባት ኣለዉ ብዙሓት ብዙሓት ተፋቲሓ እንድያ ከይተውቅዓና ድሕሪ ሕጂ ከተገልግል የብላን ተፋቲሑ እንዲ ከየውቅዓና ምክንያቱ እግዚኣብሔር መስገን ኣምላኽ ተጠቂሙ ዝድርቢ ይኮነን ኣምላኽ ተጠቒሙ ዝድርቢ ኣምላኽ ኣይኮነን። ዝሓቁፍ ኣምላኽ እዩ። ዝወደቐ ዘትስእ ኣምላኽ፣ ዝሞተ ዘተስእ ኣምላኽ። ስለዚ ከነተስኦም ይግባኣና። ኣብ መጽሓፍ ቅዱስ ኣብ ወንጌል ማቴዎስ ምዕራፍ 19 ጥቕሲ ትሽዓተ ከምዚ ይብል ኣነ ግና እቲ ንሰበይቱ ብዘይ ምኽንያት ዝሙት ዝፈትሓ ኻልእ እውን ዘእቱ ይዝሙ እቲ ፍትሕ እቲ ፍትሕት ዘእቱ እውን ይዝሙ ይብለኩም ኣለኹ ሕጂ ኣምላኽ ኣይፈትሕን እዩ ኣምላኽ ድማ ፍታሕ ኣይፈቅድን እዩ ግን ኢሉ ኣነ ግን ኢሉ እግዚኣብሔር ይመስገን እቲ ኣምላኽ ሰማይ እግዚኣብሔር ይመስገን ኣነ ግን ንሰበይቱ ብዘይ ምክንያት ዝሙት ዝፈትሕ ሕጂ ዝሙት እንተኮይኑ ግን ክፈትሕ ይኽእል እዩ ዝሙት ሕጂ ብዛዕባ እዚ ኮንኩን ክምህር ምክንያቱ እዚ ብጣዕሚ ዲፕ ዝኾነ በቃ ኣለዎ ትምህርቲ ኣለዎ ርእሱ ዝኻለ ትምህርቲ እዩ ሕጂ ብዛዕባ ኣይኮንኩን ክምህር ግን ብዝሙት እንተዘይኮይኑ ክትፍታሕ ክትፋታሕ ኣይትኽእልን ኢኻ ብዝሙት እንተ ኮይኑ ግን ክትፋታሕ ትኽእል ኢኻ ሕጂ ገለገለ ደቂ ኣንስትዮ ኣለዋ ምስ ሰብኡተን ምስ ተጋጨዋ ደቂስካ ከለኻስ ማይ ሸኸርከር ኣቢለ ከኽዕወልካ እየ ድብላ ደቂስካ ከለኻ ክትርብዓካ እየ ድብላ ሰብኣይ ድማ ከምኡ ዝቐትሉ ዝሓርዱ ዘጥፍኡ ሓደ ግዜ ሕነሽም ክዛርብ ይሰምዖ ነይረ ሓቲቶሞ ኣይ ዶንት ኖ እቲ ሕቶ ሕጂ ብደንቢ ይዝክሮ እየ ግን ሕቶ ሓቲቶሞ ሕጂ ንሓንቲ ብዛዕባ ሓንቲ ሓፍቲ ይዛረብ ነይሩ ብዛዕባ ምፍልላይ ምስለኒ ክትፈላለስ ፍቀድ እዩ ገለ ከምታ ትብል ሕጂ ነታ ሓፍቲ እቲ ሰብኣይ መጀመርያ እእዳዋ ሴርዋ ድሓር መሰንገለ ሴርዋ እሞ ከዓ ጥንስቲ እቲ መሰንገለ ምስ እቲ እቲ መሰንገለኣ ምስ ሰበራ እቲ ጥንሲ ከም ዝኸደ ሕጂ ንጓለይ ከምኡ ኣጓኒፍዋ ወይ ንሓፍተይ ከምኡ ኣጓኒፍዋ ሲ ፍቓድ ኣምላኽ እንዳበልኩ ስመልሳ ዶ ሕጂ ኩሉ ግዜ ኣሕዋተይ በቃ ኩሉ እቲ መጽሓፍ ቅዱስ እንዳነበርና እንዳ በቃ ኣብኡ ንእቶ እሞ ጓለይ ነይራ ተትኸውን ሓፍተይ ነይራ ተትኸውን ሓወይ ነይሩ ተዝኸውን ሲ በቃ ደፊኤ እንደገናስ መእተኽዎ ዶ ውዕይ ማይ ሽኸርከር ኣቢለስ ኣብ እዝንኻ እየ ዝደፍኦ እንዳበለቶ ሓንቲ መዓልቲ ክደፍኣሉ እያ ምክንያቱ ዝደፍኣ ኣለዋ ሕጂ ደጊፈ እንደገና ደጊመሲ መእተኽዎ ዶ ወደይ መእተኽዎ ዶ ፅባሕ ንጎ ተጠባቢሱ ምስ መፀኒ በቃ ተጣዒሱ ዘይመልሶ ነገር ስለዚ እንታይ እየ ዝገብር ኣነ ይፈላልዮም ንጓለይ ይፈላልያ ምክንያቱ ጽባሕ ንግሆ ብዙሕ ሕማቅ ነገር ሪኢና ኢና ካብ ፓላስቶ ዝተደርበያ ኣለዋ ዝተሓርዳ ኣለዋ ዝተቀጥቀጣ ኣለዋ ጡፍ ዝተባህለለን ኣለዋ ቨርባል ኣቢዩዝ በቃ ንግሆን ምሸትን በቃ ዝተሳቀያ የሕዋትና ደቅና ኣለዋ ስለዚ እንታይ ኢካ ትገብር መጀመርያ ትምዕድ መጀመርያ ትመክር መጀመርያ ዘለካ ኩሉ ትፍትን ደሓር ንሂወት ኣስጋኢ እንተ ኮይኑ ግን ተፈላልዮም ተፈላልዮም ሕጂ መጽሓፍ ቅዱስ ፍትሕ ኣይኮነን ዘተባብዕ ኣነ እውን ፍትሕ ኣይኮንኩን ምክንያቱ ኣምላኽ ፍትሕ ይጸልእ እግዚኣብሔር ይመስገን ስለዚ ኣነ ከዓ ፍትሕ ጸልእ ግን ኣብ ህይወት በቃ ብጣዕሚ ሕማቅ እንተ ኮይኑ ህይወታ ከጥፍኣ ሂወቱ ከተጥፎ ኣብ በቃ ኣብ ሕማቅ ደረጃ እንተ ተበጺሑ ግን ክፋላለዩ ጥራይ እዩ ዘለዎም ምክንያቱ ንሱ ንዓኣ ቀቲሉ ወይ ንሳ ንዑኡ ቀቲላ ኣብ ቤት ማእሰርቲ በልዮም ቆልዑት ድማ ዘዕብዮም ካብ ዝስእኑ ብሰላም ልክዕ ከምቲ ማርያም ዮሴፍ ንማርያም ጠኒሳ ምስ ረኣየ ጻድቕ ሰብኣይ ስለ ዝነበረ ብሕቡእ ክሓድጋ ሓሰበ፣ ምኽንያቱ ብሕቡእ እንድሕር ደኣ ሓዲጉዋ ንሳ ብዳርባ እምኒ ኣይክትውገርን እያ፣ ሓደ። ካልኣይ ብሕቡእ ገዲፉዋ እንተ ደኣ ከይዱ ንሱ እዩ እቲ ጸለመ ክስከሞ፣ ኣጥኒሱዋስ ከይዱ ክበሃል እቲ ሕማቕ ነገር እቲ ሕማቕ ሽም ናብኡ እዩ። ስለዚ ጻድቕ ስለ ዝነበረ ብሰላም ሽማ ከየጸለመ ሓዲግዋ ከደ ስለዚ እንታይ ክብል ደለየ መጀመርያ ነገር ኣብ መፅሓፍ ቅዱስ ብዛዕባ እቲ ናይ ኤጲስቆጶስ ወይ ድማ ሓደ ፓስተር ሓደ ኣገልጋሊ ቤተክርስትያን ክራይተርያ ዝሃበሎ መዐቀኒ ዝሃበሎ ሓደ ፓስተር ሓደ ሰብ ፓስተር ክኸውን እንተ ደልዩ ፅቡቕ ነገር ወይ ኤጲስቆጶስ ክኸውን እንተ ደልዩ ፅቡቕ ነገር ተመንዩ ይብል ኣብ ወንጌል ኣብ ቀዳመይቲ ቀዳማይ መልእኽቲ ጳውሎስ ናብ ጢሞቴዎስ ምዕራፍ ሰለስተ እግዚኣብሔር ይመስገን ከምዚ ይብል እዚ ቃል እዚ እሙን እዩ ሓደ እኳ ማዕረግ ኤጲስቆጶስ እንተደለየ ሰናይ ግብሪ ይምነ ኣሎ ምክንያቱ ኣብቲ ኣብዚ ሕጂ ዘለናዮ ዘመን እንድሕር ደኣ ከም ገለ ስራሕ ፀፊኣ መነባብሮ ድሕሪ ዳ ቁሩብ ጭንቕ ኢልዎም ክመፁ ከለዉ ካብ ሱዳን ክመፁ ከለዉ ፓስተራት ኮይኖም እዮም ዝመፁ ምክንያቱ ሓሲቦሞ ኤሮጳ ከቢድ እዩ ክትነብር ኣውስትራልያ ከቢድ እዩ ኣሜሪካ ከቢድ እዩ ስለዚ ካብ መጀመርያ ገሊኦም ፃውዒት ዘለዎም እዮም ብሓቂ ብርግፅ ኣምላኽ ዝፀውዖም እዮም ገሊኦም ግን ካብ መጀመርያ ሞያተኛታት እዮም ከምዚ በቃ ንገንዘብ ኢሎም ዝኣትዉ እዮም ንስራሕ ኢሎም ዝኣትዉ እዮም ፀውዒት ዘይብሎም ስለዚ ኣብቲ ግዜ እቲ ድማ ብጣዕሚ ከቢድ ስለ ዝነበረ ገሊኦም ስየፉ፣ ገሊኦም ዳርባ እምኒ ይጭፍጨፉ፣ ገሊኦም በቃ እቶም ኣገልገልቲ ናይ ኣምላኽሲ ብህይወቶም ከሎ ኣብ ሓዊ ኣብ ዘይቲ ይምገዙ። ስለዚ ከቢድ ስለ ዝነበረ ወላ ሓደ ሰብ ፓስተር ክኸውን ዝደሊ ሰብ ኣይነበረን። ስለዚ እንታይ ዝብል ዘሎ እዚ ቃል እዚ እሙን እዩ። ሓደ እኳ ማዕረግ ኤጲስቆጶስ፣ ሓደ እኳ ማዕረግ ፓስተርነት እንተደለየ ጽቡቕ ነገር ይምነ ኣሎ፣ ጽቡቕ ነገር፣ ጽቡቕ ግብሪ ይምነ ኣሎ፣ እምበኣርሲ እቲ ኤጲስቆጶስ መንቅብ ዘይብሉ ሰብኣይ ሓንቲ ሰበይቲ ጥንቁቕ ቐጥዒ ነፍሱ ኣገባብ ዝፈልጥ ተቐባሊ ጋሻ ንምስትምሃር ብቑዕ ክኸውን ይግብኦ፣ ዘይሰክር፣ ዘይዋቓዕ፣ ግናኸ ልኡም፣ ዘይበኣስ፣ ፈታዊ ገንዘብ ዘይኮነ፣ ነታ ቤቱ ከሰናብራ ካብ ዘይክእል ግና ነታ ማሕበር ኣምላኽ ደኣ ከመይ ገይሩ ክኣልያ ይኾነሉ። ስለዚ ቤቱ ጽቡቕ ገይሩ ዘስተናብርን ብኹሉ ምርዛን እዙዛት ውሉድ ዘለዎ ይኹን ኢሉ ይቕጽል። ስለዚ እዚ ሕጂ ኣብቲ መምዘኒ እዩ ዝዛረብ ዘሎ። ስለዚ ከምዚ ጌርና ዘእተናዮ ፓስተር ዝገበርናዮ ኣጋጣሚ ሓዳሩ ፋሕፋሕ እንተ ኢልዎስ ንሰጎድ ኢና። እዚ ነገር እዚ ኣማሊኡ ኣትዩ ኣብ መንጎ ግን በቃ ዝኾነ ነገር ተዘሪጎ ፋሕፋሕ ኢሉ ሓዳሩ ወዲቑ ከምዚ እንድሕር ኮይኑስ ንሰጎ ዲና ኣይንሰጎን ኢና እንደገና ትድግፎ ትግቡእ እንደገና ትድግፎ እንደገና በቃ ኣብ ጎኑ ደው ኢልካ ኣጆኻ ናይ ሞራልን ዋላ ፋይናንስ እንተድልይዎ እውን ናይ ገንዘብ ሓዘብ ናይ ገንዘብ ሓገዝ እንተድልዎ እውን በቃ ብዘድልዮ ኣብ ጎኑ ደው ኢልካ ኣጆኻ ኣጆኺ ክንብሎም እዩ ዝግባእ ስለዚ ይሙን ሓወይ እዚኣ ጌጋ ስለ ዝኾነት ኣልዒልካ ኣለኻ ኣምላኽ ባርካ ግን ከምኡ ዓይነት ሓሳብ ዘለኩም ሰባት ነዞም ከምዚ ዓይነት ኣብ ከምዚ ዓይነት ኩነታት ዘለዉ እንተኽኢልና ንደግፎም ኣጆኻ ንበሎም ኣጆኽ ንበላ ሓዳሮም ከቕንዑ ኣብ ሓዳሮም ክምለሱ በቃ ይኖ ዝግብኣና ኩሉ ንግበር እምበር ኣብ ዘለዎም ቁስሊ ቁስሊ ኣይንወስኸሎም ኣምላኽ ዘመንኩም ኩሉ ይባርኽ ያኔለይ